ናይ ሎሚ ቪድዮና ዝኸውን ህይወቱ ካብ ኣዝዩ ሕማቕ ዝኾነ ወልፍታት ካብ ኣዝዩ ሕማቕ ዝኾነ ጸልማት ዝኾነ ህይወት ካብቲ ወልፍታቲ ብምንጋፍ ናብ ዝሓሸ ብርሃን ናብ ዝሓሸ ብሉጽ ዝኾነ ህይወት ክቕይር ምስ ድኸኣለ መንእሰዩ ግዜ ክህልወና እምበኣርከስ ናብ ዩቱብ ቁምነገር ንምርኣይ ነብስኹም ንምስሓል ትመጹ እንተ ሃሊኹም እዚ ቪድዮ እዚ ብጣዕሚ ኣዝዩ ክጠቕመኩምን ኣብ ህይወትኩም ድማ ክቕይረኩም ዝኽእል ውሳነ ንክትውስኑ ከም ድገብረኩም ኣይጠራጠርን እየ። ናብ ዩቲብ ቁምነገር ንምርኣይ ትመጹ ክሳብ ዝሃለኹም ድማ ሳብስክራይብ ብምግባር ቤተሰብ ኩኑ ኢኹም። ብቐጥታ ናብዚ ካብ ጸላም ናብ ብርሃን ሂወቱ ክቕይር ድኸኣለ ብጣዕሚ ኣዝየ ደኽብሮ መንእሰይ ከብለኩም።
ናብዛ ክሳብ ቀዳመይቲ መዓልቲ ዝጀመርኩላ ምስ ነብሰይሲ ብዙሕ ነገር እዩ ሓሊፉ። ካብ ጸልማት ናብ ብርሃን ዝኣተኹላ እያ ነይራ። ስለዚ ብሉጻት ኣሕዋት ቀዳማይ ሽጋራ ንኣስታት ሸሞንተ ዓመት ዝሰሓብኳ ሽጋራ ኣብዚ ክላስ ኣትየ ገዲፈያ። ኣጣቕዑለይ እስኪ ኩላትኩም ንነብሰይ እኮ ባዕለይ ኣጣቒዐላ እንዴ ኩላትኩም እስኪ ሸሞንተ ዓመት ሕሰቦ ኣስታት ሸሞንተ ዓመት ኣብ ወልፊ ጸኒሕካ ካብ ወልፊ ወጺኻ ኣብዚ ሰዓት ብዘይ ሽጋራ ነብስኻ ትመርሓ ከለኻ ዘሎ ኣይገርመኩምን? ቀጺለ ይገርም ጫት ንኽልተ ዓመት ስውን ገዲፍና ስውን ኣብ ሰዓት ግዜኡን ሰዓቱን ተገዲፉ ካልእ ኣብ ዝኽዳት ምስ መጻኹ ካብ ሰሙን ሽዱሽተ መዓልቲ ኣብ ቲክቶክ ዘሕልፎ ዝነበርኩ ሰብ እዩ። ሽዱሽተ መዓልቲ ኣብ ላይፍ ኣብ ስክሮል ዘሕልፎ ነይረ ካብ ሰሙን ሽዱሽተ መዓልቲ ክብለኩም ከለኹ ሓንቲ መዓልቲ ናይ ሰሙን ሙሉእ ድቃስ ናይ ሰሙን ሙሉእ መግቢ ናይ ሰሙን ሙሉእ መሰብ ዝራኸበለን ናይ ሰሙን ሙሉእ ንጥፈታት ናተይ ዝገብረለን ዝነበርኩ ሓደ ሰዓት ሕሰብዎ ወረ ገዲብ ክልተ መዓልቲ ከይደቀስካ እናቃሓምካ ቦብ ኢልካ ትቕፅለሉ መዓልቲ ነይሩ ሽዱሽተ መዓልቲ ኣብ ላይፍ ሓንቲ መዓልቲ ሂወት ምሕደራ ትገብረሉ መክሰብ እዩ ኣይገርመኩምን ያ ጫት ገዲፍዮ ሽጋራ ገዲፍዮ ቲክቶክ ንባዕሉ ኣብ ሰዓት ብግዜኡ ክትጥቀመሉ ብምውሳን ገዲፍዮ ኣለኹ ካብ ጸልማት ከም ዝበልኩም ካብ ጸልማት ናብ ብርሃን ዝተቐየርኩላ ሽፍት ዝገበርኩላ እዚኣ ናይ ህይወት መቐይርያ ነይራ። ኣነ እንታይ በቃ ከምዚ ክላእ እንታይ ክምህረና ኢዩ መሕለፊ ግዜ ትኸውን ካብ ኣብቲ ቲክቶክ ጌርካ ተብል ትንእሽተይ ፍልጠት ተረኸብኩ ገለ ኢለ እያ ዓቀም ድራፍ ለውጢ ክረኽበሉ እየ ክቕየር እየ ገለ ይበልኩ ምክንያቱ ንነብሰይ ብዙሕ ታችሙ እንዳቃሓምኩ ካልእ ይብላ ነይሩ በኣልቲ ክትፈትየ ክትፈላጥ እቲ እንታይ ተድልየኪ ትምህርቲ ገለ መለ ዝብሉ ዓይነት ድንቁርና ውሽጠይ ነይሮም ኣብዛ ክላስ ዝኣተኹላ ግን እታ ቀዳመይቲ መዓልቲ ደኣ ተበላስ ጫትን ሽጋራን ሒዘ ኣብ ኣፈይ ኣትየ ግን ቪድዮ ዓጽየ ነይረ ቪድዮ ክፈትዎ ገለ ክላ እንታይ ቪድዮ ክንከፍተሉ ኢና እንታይ ከይኒ ክጥቀም ኢና እታ ዘላ ካብኡ ኣላ ስኢልካ መሃር ስለዝሰምዓካ ገለ ኢለ ቀዳመይቲ መዓልቲ በዓል ኤፋር በዓል ኣሮን ዝበሃሉ ኣሕዋትና ኣለዉ በዓል ብዙሓት ብሓፈሻ ኣብዚ ክላስ እንታይ እዮም ክብሉና ጸኒሖምና ኣነ ድንቂ እየ ገለ ብሉዋ ኣታ ዓቢ ኢልና ዓናበይ ድንቂ እየ ሽብሓ ካልድ ቤት እዩ ከዓ መምህር ካልድ ከዓ ትብሉ እንታይ ኢልና ኣነ ድንቂ እየ በሉ ገለ ኢልና ዋ ናበይ ኣነ ድንቂ እየ ገለ ገለ ኢልና ያ ኣነ ድንቂ እየ በል ገለ ኢልና ያ ካልድ ሓወይ ኣነ ድንቂ ይኮንኩን ካበይ ናበይ ከመይ ኢለ ድንቂ ክኸውን ድንቂ ዝበሃሉስ ቦታ ኣለዎም ግዜ ኣለዎም ናቶም ቦታ እዩ ኣነ ድንቂ እየ ክብላ ነብሰይ ሲ ክእድነ ገለ ብሎ ነይረ ብዙሕ ምስ ነብሰይ ተኻቲዔ ኣብ ከመይ ኢለ ድንቂ ገለብሎ ነይረ መወዳእታስ ለካ ድንቂ ምኃነይስ ብሓንቲ ጥበብ ገይሩ እዩ ረዲእኒ ምስቶም ሃፍታማት ምስቶም ኣለዉ ዝበሃሉ ብዓለምና ወይ ከዓ ኣየር ዝመሃዘ ሞባይል ዝመሃዘ ወራስ ድላይ ብዓለም ዝመሃዘ ምሳኻ ወሓንቲ ደፈላለ የብሉን ንሱ ኣሰራርሓ ናይዛ ዓለም ፈሊጥዋ ንስኻ ኣይፈለጥክያን እምበር ክልቴኹም ኣካል ሓደ ፍጡራት ኢኹም ገለ ኢሉ እንታይ ኣሎ ገለ ኢሉ እዮም ብድሕሪኡ ንሱን ኣነን ምስቲ ብዓለምና ዘሎ ዝሃብተ መይኖር ማስ ነየተሓሳስባ ወይ ከኣ ንሱ ነዛ ዓለም ብዝረኣያ ዓይነት ኣረኣእያን ኣነን ፍልልይ ናሳ ጥራሕ እምበር ክልቴና ኣብ ውሽጥና ፈጣሪ ዝሃበና ሓንቲ ዓይነት ትንፋስ ኣላ እታ ኡፍ ኢሉ ዝሃበና ንሳያ በቃ ድንቅነትና ምስኣ እንድሕር ተሳማሚዕናስ ኩሉ እዛ ዓለም ዘሎ ብኣግባብ እንድሕር ተረዲእኻዮስ ለካስ ኣብዛ ዓለም ዘይቅየር ነገር የለን ክትብል ትጅምር። ብዙሕ ኢኻ ትቕየር፣ ኣዝዩ ብዙሕ በቃ። ኣብ ዝኽርያት ኣቲኻ ነብስኻ ትረክብ። ሕልምኻ ኣነ ኣነ እንደ ዓሰርተ ሸውዓተ ሓቂ ምድሪ ኣብ ክልተ ወርሒ ክልተ ወርሒ ብግቡእ ዝሰልጠንኩላ ሰብ እየ። ወትሩ እንታይ ይገብር ነይረ? ነዚኣ ጥራዝ እዚኣ ትርእይዋ ኣለኹም። ክንደይ ጽሕፈት ኣለዋ፣ ኣብቲ መጀመርያ እጻወተላ እየ ነይረ። ከላ ክንደይ ክላሳት ነይርዋ፣ ዳሕራይ ግን ለካስ ኣብዚ ውሽጣ ዘስፈረቶ ፍልጠት እንቋዕ ኣይተርእይዋ። ክንደይ ፍልጠት ሒዛ ኣላ እዚኣ ካበይ ናበይ ዝቐየረት እታ እንኮ ፍልጠት ዘለዋ ጥራዝ እግዚኣብሄር እያ። ኩሎም ነገራት ትጽሕፎም ኣብ ቻትጂቢቲ፣ ኤኣይ፣ ዩቱብ ኣትየ ሰርች ክገብረሎም እውዕል። ዕስራን ኣርባዕተን ሰዓት ምስ ነብሰይ ቃልሲ ጀሚረ። ሓንቲ መዓልቲ እያ እንታይ ትገብር ኣለኻ ኣበይ ኣለኻ ሂወትካ ጠጠው ኢልካ መጀመርያ ተረጋግእ ኢኻ ጠምት ኢሉ እንዳ ማረርኩ ኢና በቕላ ክኣቲ ካልድ ምጽእ ኢሉ ሓንቲ ቃል ተዛረበኒ ስማዕ እንዶ ኣሕመድ ሓወይ እንታይ ኾንካ ለካ ኣነ ኢማጂን እንዳገበርኩ ወለዲ ዝተማሃርኩ ኣብ ገዛ ስለ ዝደግሞ ዝነበርኩ ልክዕ ካልድ ምሳይ ኮፍ ኢሉ ከም ዘዘራርበኒ ደለኹ ጌረ እየ ዝቐርጾ። ምሳይ ኮፍ ኢሉስ ይሓተኒ እንቲኻ ኮንካ በቃ ርግኣት ሲኢነ ተጨኒቐ ብዙሕ ሽግር ከይብኒ ኣብዚ ሂወት በቃ ሂወት ጸሊኣ ብወልፊ ተኸቢበ ገለ እብሎ ሽዑ እንታይ ኢለኒ ኣነ ግን ናብ ሓደ ቦታ ክወስደካ እንታይ ኢኻ ትደሊ? ኣነ ወላ ሓንቲ ብዙሕ ሕልሚ ኣለኒ ግን ከተግብሮ ኣይክእልን'የ ንግሆ ተሲኤ የማርር ነዛ ሂወተይ ምቕያር ዝኣበኹ ፍጡር'የ ብዙሕ ተዛሪበዮ መወዳእታ ግን ኣምጺኡ ኣብ ሓደ ደንደስ ናይ ሩባ ጸጸር ሪኢኹም ኣለኹም ኣብቲ ባሕሪ ደርቢዋ ገጽካ እስኪ ርኣዮኒ ተዘሪጉ እንድዩ ኣብዚ ድኣሞ ከመይ ኢለ ክርእዮ እሞ ውሽጥኻ ከምዚ ጌርካ እንዳዘረግካዮስ ከመይ ጌርካ ሂወትካ ክትቅይሮ ትደሊ ኣለኻ መጀመርያ ተረጋጋእ ኢሉ ኣይገርመኩምን ተረጋጋእ ሂወት ድሕሪ ትደልያ ኮንካ ተረጋጋእ ኢሉ ዋው ኣሜዚንግ በቃ ንክረጋጋእ መጀመርያ ተረጋጋእ ሽዑ ኣብያ ኣለካ ናበይ ክትከይድ ደሊካ እንታይ እዩ ነዚ ኩሉ ዝሕዘካ ዘሎ ንክትርኢ መጀመርያ ሓንሳብ ኣብ ዘለካዮ ዝግ በል ኢሉ ኦኬ ካለ ሓወይ እስከ ክንፍትና ዝግ ኢለ ሽዑ ሓንቲ ሕቶ ኣብ ነብሰይ ሓቲያ እንታይ ትገብር ኣላ ቀጺልና ብዙሕ ትምህርቲ ንኹሎም ነገራት ከቋርጾም በቃ ናይ ግድን ኣለኒ ኢለ ሽዑ ነዚ ኩሉ ትምህርቲ ሓንቲ ቃል እያ በቃ ንኩሉ ክተፍርሶ ዝኽእል ብኢደ ዋንንካ ጥዕና ይደልን እየ ዝበልካ ሰብ እያ ተባል ኣይኮነትን ብኢደ ዋንንካ ሃብቲ ኣይደልን እየ ዝበልካ ሰብ እያ ብኢደ ዋንንካ ነዛ ዓለም ደሊኻያ ዘለኻ ፕሮግራማት፣ ሕልምታትካ ኩሎም ትሬልዮምስ ኣይትደል ኣይደልን እየ ትብል ዘለኻ ሰብ ኢኻ ትብል ቃልነት እያ ኣብቲ ክላስ። ዋእ ከመይ ኢልካ ንዓነ ብኢደ ዋነይ ከመይ ኢለ ድኽነት እመርጾ፣ ከመይ ኢለ ንሕማም ኣነስ ብኢደ ዋነይ እመርጾ፣ ከመይ ገይረ ኣነስ ነዚ ዝነብሮ ዘለኹ ናብራ ክመርጾ ይኽእል ዝብል ሕቶ ከኣ ተላዒሉ። ሽዑ እንታይ ኢሉኒ? ንግሆ ከድካስ ናብ ፈጣርካ ሲ ፈጣሪ ኣቦይ ጥዕና ሃበኒ ገንዘብ ሃበኒ ምስ ስድራይ ፍቅሪ ሃበኒ ኩሉ ዝደልዮ ብዘይ ጎደሎ ሃበኒ ኢልካ ንግሆ ከድካ ቤትካ ሓቍፍካ ጸሎት ትገብር እሞ ካብኣ ወጺኻ ሓንቲ ጉዕዞ ከይሰጎምካስ ኣብ ኣፍ ደገ እቲ ቤተክርስትያን ወይ ከኣ መስጊድ ኣቲኻ ኣብቲ ደገ ከለኻ ሲ ኣዕሩኽትኻ ይመጹ እሞ ሓንቲ ቃል ይዛረቡኻ ንሳ ድማ ከመይ ኣሎ ህይወት ዝዓርከ ይብሉኻ ንስኻ ሓንቲ ቃል ኢኻ ትዛረበሎም ክላእ መሪርና እዚ ህይወት ትብሎ ቢለ ዋንንካ ነቲ ጸሎት ድገበርካያስ ተፍርሶ ጸሎት እንታይ ምዃኑ ክርድኣካ ክሳብ ዘይ እንታይ ትገብር ከም ዘለና ክሳብ ዘይርድኣካ ትኾን ቢለ ዋንንካ ንፈጣር ለሚንካ ኣብኡ ተኣማሚንካ ለይቲ ተንሲእካ ንግሆኻ ሂብካ ተበጊስካ ከመይ ኣሎ ህይወት ኢልካ ብጣዕሚ ጽቡቕ ድንቂ ኣልሓምዱሊላህ ተመስገን ክንዲ ትብሎስ መሪርና ትብሎ ቢለ ዋንንካ ነቲ ጸሎት ድገበርካያስ ኣፍሪስካያ ትኸይ ንግሆ ንምንታይ ተንሲእካ እንዳዕረፎ ምዃንካ ኣለካ ልዕሊ ትገብሮ ቃላትካ እእጋርካ እዮም ናብቲ ደሊኻዮ ደለኻ ጸሎት ድጉዓዙ ኢል ንሽዑ ኣረዳኣኒ እዚኣም ሰልኮነኻን ሓንቲ ቃል ነጊሩ ልዕሊ እቶም ንስኻ ቃላትካ ኣውጺኻ ፈጣሪ እቦይ ሃበኒ እትብሎ ደለኻ እእጋርካ ሰጉሞም ክሰርሑ ኣለዎም ኣብ ዓራት ኮንካ ጸሎት ጌርካ ኣብ ዓራት ደቂስካ ድብጻሕ ነገር የለን ኢል ኣብ ትደልኻ ጸሎትካ ብግቡእ ንኽሰምር ኣእጋርካ ሰጉም ኢሉ ናብቲ ትደልዮ ዘለኻ ቦታ ሰጉም። ኣዕሩኽትኻ ንዓና ኢሎምኻ ናበይ ናብቲ ቤት መስተ ናብ ኩዕሶ ወይ ናብ ዘይጠቅም ቦታ ብሓጺሩስ ንዓኻ ሰላም ኣበይ ይህበካ ኣብ ምስ ውሽጥኻ ዘባእሰካ ንኺድ ኢሎምኻስ ጸሎት ጌርካ ድሕሪ ናብቲ ዝወድቆ ዘለኻ ጉዕዞ ትኸይድ ኣለኻ ታይ ምዓብሰልካ ኢሉ ካብ ውድቀት ካብ ጸላም ናብ ብርሃን ኣዝዩ ኣሜዚንግ ዝኾነ ለውጥታት ክጅምር ጀሚሩ ንነብሰይ ብዙሕ ነገራት ምስ ነብሰይ ከኣ ኢደይ ገርህኩ። ሽዑ እንታይ ትደልዩ ገለ ዝብል ሕቶ ከኣ መጺኡ። ምስ ነብሰይ ከኣ ብሕቶ ተላዒሉ። እንታይ ክትደሊ ነብሰይ? ኣነ ዝደልዮ ለውጢ ኣሎ፣ ሕልምታት ኣሎ፣ መደባት ኣሎ፣ ኮታስ ብሓፈሻ ከየጉደለት ክትጽሕፍ ጀሚራ። ንኹሎም ሓደ በብሓደ ክጽሕፎም ጀሚረ። ንሰባት እኮ ምሕት እየ። ከይትግረሙ ንባዕሉ እዚ ሓዲረ ገለመለ ይወጽእ ናበይ ክኸይድ ናብ ቲክቶክ። ኣንቱም ጀምዓ ከምዚ ከምዝተማሂርና ገለ ሸውዓተ ሰዓት ንዖም ይምዕዶ ሸሞንተ ሰዓት ንዖም ይምዕዶ ብዛዕባ ነብሰይ ከይቀየርኩ ንሰባት ክቅየር ይነግሮም ነብሰይ እናወደቀት ንሰብ ከተስእ እፍትን ነይረ መወዳእታ ግን በቃ ሓንቲ ነገር እያ ተርዲኣኒ ግዜኻ ብግቡእ ተጠቀመሉ ሂወትካ ናበይ ትጓዓዘሉ ፍለጥ ተስእኒ ኣዝዩ ካብ ጸልማት ካብቲ ኣዝዩ ዝኸፍአ ናብራት ናብ ሂወትካ ምቕያር ዝለዓለ ደረጃ በጺሕካ ኣዝዩ ኣሜዚንግ ብዙሕ ለውጥታት ከኣ ቀይራ። ሓደ እቲ ዝዓበየ ዝቐየርኩዎ ሕልመይ ብግቡእ ፈሊጤዮስ ናብኡ ምስጓም ጀሚረ። እታ ኣብ ህይወተይ ቀዳመይቲ ዝተማሃርኩዋ ንጉሆይቲ ስሙ ካብ ዓራተይ ከይደ ናብ መስጊድ ይሰግድ ሱብሒ ሽዑ ሓንቲ ቃል እየ ዝዛረብ ብሰላም ስለዘሕደርካኒ ኣልሓምዱሊላህ ነዛ መዓልቲ ናትካ'ያ እሞ ተረከበኒ ምሸት ድማ ከመይ ከም ዝነበረት ክነግረካ'የ ባዕልኻ ኣመሓድራይ ነይ ሂበይ ድኸ ወላ ሓንቲ የድልየንን ኢዩ ኣነ ነታ መዓልቲ የረክቦ እሞ ብሰላም ወዲኡ የረክበኒ እዚኣ ኣነ በቃ ኣብ ህይወት ዝማሃርኩዋ እታ ዝበለጸት ጥራ'ኳ ንግሆኻ ተሲኻ ንፈጣሪኻ ኣረክቦ። ብድሕሪኡ እቲ ዝተረፈ ባዕልኻ ብጽቡቕ ከተመሓድሮ ኢኻ። ንግሆኻ እንድሕር ክትቅበሎ ተዘይክኢልካ ኣይከውንን'ዩ ኩሉ ነገር ዝብል ሽዑ። ሽዑ መሊሱ ከኣ ለይትኻስ ንመን ተረክቦ ኣለኻ? ለይቲ ኣብ ቲክቶክ ድዩ ወይ ከኣ ኣብ ዘይክውን ቦታ እንድሕር ተሕድሮ ኣለኻ ሓንጎልካስ እንታይ ክሓስብ'ዩ ኣብ ግዜ ለይቲ'ዩ ዝሓስብ ዝብል ሓሳብካ ኣምጽኡ። ኣታ እዛ ወዲ ካልእ ናይ ብልባ ድያ ክትቅይረኒ ኣነ ንነብሰይ በቃ ዝነቐላ ጀሚረ ምክንያቱ ዓ- ሸው- ሸሞንተ ዓመት ሽጋራ ንኣስታት ሰለስተ ዓመት ጫት ገለ መለ ኣብ ውሽጥኻ ኣትዩ የባሳጭወካ መዓስ እየ ዝቕየር መዓስ እዩ ህይወተይ ዝህንፅፅ መዓስ እዩ መደበይ ዝገብር ኢልካ ኣሳቂሉ ዝነበርካ ኣብ ሓንቲ ለይቲ ገዲፍዎ ክትበሃል እንታይ ትንግርቲ ይኮነ እንታይ እዩ ዝድን ንሓንቲ መዓልቲ ትቕይሮ ዝበለ ብርቱዕ ድሌት ብርቱዕ ድሌት ናይ ዓወት ነይሩኒ። መን እየ? እንታይ እየ ክገብር ዘለኒ? ምስ ነብሰይ ዕላል ጀሚረ። ኣብ ክትዓት እየ። ትገድፍዮስ ኣለኪ ናይ ግዴታኺ፣ እዚ እንተዘይገዲፍክዮ ሃብቲ ትሕተቲ፣ እዚ እንተዘይገዲፍክዮ ጥዕናኺ ትሓቲ ኢለያ ንነብሰይ። ሓሚመ፣ ቀጢነ፣ ዓቢረ፣ ምስ ሰብ ምሕዋስ ስኢነ፣ ምስ ሰብ ምርዳእ ስኢነ፣ ሕልመይ እንታይ ምዃኑ ምርዳእ ኣቢኒ፣ ቲክቶክ እሓድር ኣለኹ፣ ቲክቶክ ምግዳፍ ኣቢኒ፣ ብግቡእ እምገብ የለኹን፣ ድቃሰይ ኣቢኒ፣ ምስ ፋሚሊ እባኣስ ኣለኹ ገለ ዝብሉ ሕቶታት መጺኦም ኣብ ውሽጠይ። ነዚኦም ደሊኻ ኩሎም ተስተኻኽሎም ደላ? ኣቋርፆ ካብ ሓደ ቦታ ናብ ሓደ ቦታ ሽፍት ግበር ልምድታትካ ብምልኦም ቀይራ ንጎኻ ተስእ ብግቡእ ደቅስ ብግቡእ ተመገብ ዝብል ሕቶታት ምስ ነብሰይ ኣብ ባእሲ ኣብ ክልተ ዓትያ ኩሎም ዳወዳኣፉ ዳወዳኣፉ ዳፀራረኩ ዳፀራረኩ ዳፀራረኩ ክመፅእ ጀሚረ ጥራዛ ውፅኤ ይፅሕፍ ሎማዓንቲ ሽዑ ግን ሓደ ነገር ካብ እናተምሃርኩ መጺኤ ምኽንያቱ ቅድሚ ሕጂ እኮ ይብሎም ነይረ ነገር ነገራት ፍትኖም እኮ ነይረ ግን ወድቕ ነይረ እንታይ ወድቀን ነይሩ እታ ሜን ፖይንት ትስእ ምስ በልኩ ንግሆ ክትስኤ ብድሞ ሰዓት ዓሰርተ ሓደ ወይ ፋዱስ ትስእ ሽዑ የማርር ክላ እባ እዛ ነብሰይ እንታይ ኣኮይና ዘይትቕየር ገለ ከምኡ ይትግበሩ ነዛ ነብስኹም ባዕልኹም ንኣድዋ ካብ ሰብ ንኣድ ኣይትጸበዩ ትብል ክላስ ወሲደ ሸም ንጎም ምስ ትስስእ ድሕሪ ናልባይ ሰዓት ሓሊፍኒ እንታይ ዶ ትብላ ጅግና እኳ ኢኺ ሸሞንተ ዓመት ክንድኡ ዝኣክል ሽጋራ ስሒብኪ ኣብዛ ሰዓት ግን ሎሚ ተጋጊኺ ጸገም የብሉ ግን ንለውጢ እኮ ተበጊስኪ ሓደ ወርሒ ሙሉእ ወይ ክልተ ሰሙን ዝኣክል ሽጋራ ይስሓብ ንሰሙን ድኣክል እኮ ንጎ ተሲእኺ ኢኺ ናባሽ ሎሚ ተሳእክን ጅግና ኢኺ ምክንያቱ ንለውጢ ተበጊስኪ ኢኺ ትማሊ እኮ ኣብ ቦታ ዘይትልወጥሉ ቦታ ኮንኪ ኢኺ ንለውጢ ተሓስቢ ነይርኪ ሎሚ ግን ብግብሪ ተለወጥኪ ክብላ ጀሚራ ብርቱዕ ድሌት ሽዑ መጺኡ። ብርቱዕ ዋላ እቲ ነብሰይስ ባዕሉስ በቃ ንኽመሃር ደልዩ። መጽሓፍ ኣብ ሰሙን ክትውዳእ ኣለዋ ግድን፣ ግዴታ፣ የምጽኦ ዋላ ሓቂ ምዝራብ ዋላ ይረደኣኒ ኣብ ሰሙን ውዳኣ ምሽ ይደግማ ይጽሕፎ ካብቲ መጽሓፍቲ ቃላት ከውጽእ ጀሚረ ምስ ነብሰይ ይር ብሓፈሻስ እታ ሓንቲ ሰከንድ ኣብ ህይወተይ ኣብዛ ሰዓት እዚኣ ሓንቲ ሰከንድ ንባዕላ ኣብ ዝኾነ ከጥፋ ይደግም ምስ ነብሰይ ምስ ሕልመይ ምስቶም ዝደልዮም ብርቱዕ ኣብ ውሽጢ ዘለዉ ቃልቃል ዝብሉ ዓወታት እየ ዝምስኦም መፂና መፂና ሽዑ እንታይ ዝብል መፂኡ ቲንኪንግ ኤንድ ብሓፂሩ ዝሕሰብ እሞ ክትህብትም ትብል መፅሓፍ ኣላ ድሕር ኣንቢብኩማ እውን ንዓ ከዓ ብዩቲብ ኣትየ ክሰምዓ ጀሚረ ገለ መለ ሓንፅፅ ሕልምኻ ገለ መለ ገለ ኣብኡ ከዓ ሜዲስካ ኣብዚ ክላስ ከዓ ካልእ ዝመፅኡ ከዓ ሂወትኩም ክትጭሩ ኣለኹም እንታይ ከም ትደልዩ ሜዲቴሽን ዝበሃል ገለ ብሓፈሻ ኩሉ እንዳጠዓምኮ መፅኡ ሂወተይከ እንዳተቐየረ እንዳረኣኹዋ ንግሆኻ ንፈጣሪኻ ተረክቦ ብደልዮም ነገራት ትሕንጽጾም። ስለዚ ኣብዚ ኩሉ እቶም ዝደልዮም ዝነበርኩ መደባት ብግቡእ ተሓንጺጾም። ሕጂ እንታይ ኢለ ንነብሰይ ሓንቲ ቃል ነጊረያ። ንዓመታ ኣብቲ ዝደልዮ ቦታ ክበጽሔ ዝደልዮም ብምሉኦም ክረኽቦም እየ። ጽሒፈ ጽሒፈ ኣብ ጥራዘይ መዓልታዊ እየ መሓይሾም። ሎምዓንቲ እንታይ ጌርካ? ይግልፅ ኣሎ እሞ ሓንቲ እንታይ ጌርካ ሕመት እንታይ መፅናዕቲ ጌርካ ከምዘይትፈልጥ ፈሊጥካ ኢኻ እሞ ንክትፈልጥ ተበገስ ለካ ኣነ ተበራቲዐ ሰባት ከበራትዕ ጀሚረ እዚኣ ብዙሓት ጠቒማትኒ ብሉፃት ኣሕዋት ሓደራኹም ኣብ ትኸድዎ ብምሉኡ ስልጠናታት ዋላ ኣብቲ ዩቲብ ትሰምዖ መፅሓፍ ኣብ ተንብቦ እዚአን ክልተ ካብ ኢድኩም ኣይትፍለይወን ምክንያቱ እዚአን ከመይ ጌርኩም ሕሰብዎን ንስኹም እቶም ዝበለፅኩም ሰባት ኢኹም ኢለ ነይረ መጀመርያ ኩላትና ብሓፈሻ ድበለጽና ሰባት ኢና። ካብቶም ኣብ ካልእ ህይወት ዘለዉ ንሕና ንመቐይሮ ህይወት ዝመጸና ብሉጻት ሰባት ስለዝኾንና ካብ ካልኦት ንሕና ንበልጽ። ብሉጽ ነገር ዝገብረና ድማ ንዓና ካብቲ ህይወትና ክንቄረሉ ንኽእል ቦታ ስለዝተበገስና። ኦኬ ኣብዚ ተበጊስናዮ ዘለና ቦታ ከም ድኳን ጌርኩም ሕሰብዎ። ኣብዚ እንዳ ድኳን መጺኹሞ ደለኹም ሓንቲ ቃል እመኑላ እሳ ድማ ናብዚ እና ድኳን መጺኹም ዘለኹም ምሽ ድሌት ብርቱዕ ድሌት ኣምጺኩም እሞ ቀይሮ እዚኣ ፌስታል እያ እዚኣ ድማ ኢድኩም ጌርኩም ሕሰብዋ ብሙሉ ትወስድዎ ዘለኹም ኣስፌዛ ኣብዚ የን ጠርኒፍኩም ሰድዎ ኣብ ኢድኩም ጥራሕ ሒዝኩሞ ኣይትኽዱ ተንጠባጢቡ ኣብ መንገዲ ከይትሰንዎ ጽባሕ ንግሆ መታን ተዘኪርኩም ብግቡእ ከተምጽዎ እዚኤን ክልተ ቃላት ብግቡእ ተጠቀሙለን እዚኣ ከም ሻንጣ ጌርኩም ሕሰቡዋ። ብምሉኡ ኣስቤዛታትኩም ኣብ መንገዲ ዝጸንሓኩም ኣኻኺባ ተምጽኣልኩም እያ። እዚኣ ድማ ከም ኢድኩም ጌርኩም ሕሰቡዋ። ብድሕሪኡ ናብ ገዛኻ መጺኻ ነዚኦም እንታይ ትገብሮም? ኣሃ ለካ ትማሊ ኣስቤዛ ኣምጺኤ ነይረ እየ። ነዚኦም እንታይ ትገብሮም ሽዑ? በታ ዘርኣየና መምህር ካልድ፣ ብኣኣ እንዳመተርኩ ብኣኣ እንዳቃመምኩ ቀመም እንዳወሰኽኩ ነታ ዝደልያ ዝነበርኩ ጸብሒ ምስራሕ ጀሚረ። ከይትግረሙ ናይ ቁርሰይ ኣዝዩ ጥዑም ንመዓልቲ ሰለስተ ግዜ ምሽ ክበልዕ ጀሚረ ሰለስተ ግዜ ውን ከጽንዕ ጀሚረ። ጥዑም ዝኾነ ቁርሲ ካብዚኣ እንዳውጻኹ ለካስ ተማሃርኩ ወለ ንሎማዓንቲ ንምንታይ ካብኡ ጥበብ ጌረ ዘይሰርሖ ኣዝዩ ኣሜዚንግ ጌረ ዘይሰርሖ ክብል ጀሚረ። ቀጺለ ካብኡ ዝሓሽ ሂወት ንምቕጻል ሓድሽ ናብራ ንምጅማር ዝብል ክሳዕ መሊስካ ብርቱዕ ወኒ ከዓ መጺኡ እንታይ ኢኻ ትደሊ እንታይ እዩ ድሌትካ እስኪ ንገረኒ ዋ ዝደልዮ ዘለኹ ሓደ ኣዝዩ ኣገዳሲ ዝበለጸ ናይ ሂወት መቐይሮ ሓደ ኣስካላ ክድይብ ኣለኒ ኢለ እንታይ እዩ ተስካላ ጽባሕ ንግሆ ክትበጽሖ ኢኻ ኢለ ዝሃብኩዎ ብዙሕ ነገር ሓንጺጸ ካብተን ብዙሓት ሰለስተ ኣብ ግቡእ ሰዓትን መዓልትን ሃሪመ እየ። ኣብዚ ሰዓት እዚ ንመዓልቲ ፕላን ኣለኒ። እታ ፕላን እንታይ ትገብራ? ናይ ንግሆ ናይ ምሸት እናበልኩ ነተን ፕላን እጽሕፈን እሞ ፐርሰንተጅ ኣለወን ፐርሰንት ኣለወን ንግሆ ተሲኤ ናብ ፈጣሪ ከይደ ቤቱ ክሰግድ እየ ንሕር ኢለ መዓልተይ ከረክቦ እየ ዝደለ ሓሙሽተ ፐርሰንት ንግሆ ተሲኦ ክቆርስ እየ ሰለስተ ፐርሰንት ጂም ክሰርሕ ክልተ ፐርሰንት ነናቱ ፐርሰንት ምሸት ክድቅስ ከለኹ ፐርሰንት ይሕዝ ሎማዓንቲ ክንደይ ፐርሰንት ሃሪምካ ዋላ ንምንታይ ሰለስተ ፐርሰንት ዲኻ ዶ ጅግና ኢኻ ካብ ትማል ሎሚ ትሓይሽ ካል ተተረፈስ መዓልትኻ ኣበይ ሓሊፉ ብግቡእ ትፈልጦ እስኻ ኢኻ ትማል ኣበይ ሓሊፉ ምስ መን ውዒለ እኮ ይፈልጦን እየ እዚኦም ክገብሮም ምስ ጀመርኩ ሙሉእ ብሙሉእ ካብ ፀላም ናብ ብርሃን ዝኣተኹ ሕልምታተይ ዝሓንጸጽኩ ካብቶም ዝደልዮም ዝነበርኩ ሕልምታት እቶም ዝዓበዩ ሰላም ዝወነነ ሕልሙ እንታይ ምዃኑ ዝፈለጠ ኣብ ጉዕዞ ናይ ሕልሙ ዝተጓዓዘ መንእሰይ ነይሩ። ዝሓለፈ ዕስራን ሓሙሽተን ዓመት ዕስራን ሽዱሽተን ዓመት ኣነ ይፈልጦን እየ ካብዛ ሰዓት እዚኣ ግን ሓድሽ ዓመት ጀሚሩ ኣለኹ ትመጽእ ዘላ ዓመተይ ክንደይ ክብላ እየ ሓደ ዓመት ሓደ ዓመትኪ ጅግና ኢኺ ተቐይርኪ ምኽንያቱ ትማሊ ንስለ ንእስነት ንስለ ውድቀት ናብ ዝበሉ ንኣካይደ ንእሺ ቲክቶክ ወልፍታት ኣውየ ኣትየ ነይረ ኣይፈልጦን እየ ንህይወት ሎሚ ግን ሓንቲ ቃለይ ተረዲኤ ህይወት ደሊኻ ዋጋ ሰላም ደሊኻ ዋጋ ሃብቲ ደሊኻ ዋጋ ኣብ ዓለምና ዘለዉ ኢሎን ማስክ ሓደ ትሪልዮን ኣትዩ ተባሂሉ ዋጋ ክሰምዕ ከለኻስ እንታይ ትሰምዕ ብኸመይ እዩ ኣትይዎ ኢልካ ኰንካ እትግረም? ምኽንያቱ ዕስራን ሰለስተን ሰዓት፣ ዕስራን ኣርባዕተን ሰዓት ካብ መዓልትስ ዳርጋ ዕስራ፣ ዓሰርተ ትሽዓተ ሰዓት ይሰርሕ። ሃብቲ ሜሉ ደቂሱ ድዩ? ኣይደቀሰን። መዓልታዊ ወኒ ሓድሽ ነገር ክፈጥር እዩ ክብል ተኣማሚኑ ይብገስ። ከም ዘይፈልጥ ንኽፈልጥ ከም ዘይፈልጥ ፈሊጡስ ንኽፈልጥ መጽሓፍ ይግንጽል። ኣነን ንስኻን ንሓንቲ መጽሓፍ ክንውዳእ ዓመት እዩ ጌርና። ምሳኹም እየ ነይረ፣ ሎሚ ግን ነዛ መጽሓፍ እዚኣ ኣብ ሰሙን ክውዳእ በቒዓ። ኣብ ሰሙን ሓደ መጽሓፍ ክውዳእ ኣለኒ ዝብል ብርቱዕ ወኒ ሒዙኒ ምክንያቱ ከም ዘይፈልጥ እየ ፈሊጠ ትማሊ ጸላም ነይረ ሎሚ ብርሃን መቴ ሎሚ እውን ሓድሽ ብርሃን ንምፍጣር ይድጓየሉ ኣለኹ ስለዚ ብሉጻት ኣሕዋት ሓደራ ክትቀየሩ ደሊኹም ክትቀየር ደልና ብምሉኣትና ኣነ ሓንቲ ክብለኩም ዝኽእል ኣብዚ ክላት ዝረኸብኩዎ ሂወተይ ዝቐየሮ ካብ ውድቀት ናብ ሓደ ዝደልዮ ዕላማ ኣስካላ ምድያብ ዝጀመሩ ካብ ዜሮ ቱ ሄሮ ካብ ጸላም ናብ ብርሃን ብዙሕ ፍልጠት ንክረክብ ዝገበረትኒ እዛ ሱር በተኻዊ ለውጢ ንኹሉ እንትናዊ ዕብየት ትብል ክላስ እያ ኣዝዩ ኣሚን ብሉፃት ኣሕዋት ረኺበ ትማሊ እኮ ምስቶም ዝኸዶም ዝነበርኩ ኣሕዋት እኮ ሓንቲ ቃል ይዘራረብ ነይረ እሳ ድማ ጓል ሓሊፋ ክስቶ ትፈጣሪ ባእ ኬፍ በልዋ መልክዓ ሰሓቢት ማራኺት ኣታ ክስቶ ክባእ ቅርፃ ገለ ንብል ነርና ሎምስ ኣብዚ ምስ በፃኹ እንታይ ሓልማ እቲኦም መማህርተይ ደቂ ክላተይ ብውሽጢ ንብለሎም እንታይ ኣሎ ምክንያቱ ብርቱዕ ወኒ ነይሩ ነቶም ምሳይ ክመሃሩ ዝውዓሉ ይርኦም መን እዩ ንፉዕ መን እዩ ዘፅንዕ ዘሎ መን እዩ ሂወት ዝቕይር ዘሎ ብውሽጢ ንብለሉ ስማዕን ዶ ብሉፅ ሓወይ እንታይ ደኣ ትማል ብርቱዕ ወኒ ርኤልካስ ንእሽተይ ደኣ ፍልጠት ዘይትብል ንምንታይ ጥሜት ኣሎ ናይ ፍልጠት ሓቢቢ እስዩ ክቕየር እየ ተበጊሰ ንስኹም እውን ነዚ ኩሉ ድሕሪ ትደልይዎ ኣለኹም፣ ምሳኹም ዝሰማምዑ፣ ምሳኹም ህይወት ክቕይሩ ዝኽእሉ ብሉጻት ኣሕዋት ክትረኽቡ ትኽእሉ ኢኹም። ህይወትካ ቀይርካ ስድራኻ ትቕይረሉ፣ ህይወትካ ቀይርካ ሓደ መድረኽ ናይ ህይወትካ ትሕንጽጸሉ፣ እቲ ዝበለጸ ኣብ ህይወትካ መን ምዃንካ ትርድኣሉ እቲ ዝበለጸ ናይ ህይወት ሎምዓንቲ እዩ እሞ ብሉጻት ኣሕዋት ሎሚ ንበገስ። ሓደራኹም ጽባሕ ድብል ነቶም ንጽባሕ መን ምዃና ዘይተረድእዋ እያ። ሎሚ ንክብደት እንተ ኢልካ ሳዓት ተመዝገብ፣ ህይወትካ ቀይር፣ ፍልጠትካ ቀይር፣ ኣክብ ብትኽክል ሎሚ ጀምር። ትርላሃ ኣነ ካበይ ናበይ ኣበይ ኔረ ኣበይ ከለኹ ራይዎ እዚ እየ ኔረ ትማሊ። ክትሪእዎ ተሊኹም እዚ ትማሊ ዝነበርኩዎ ሎሚ ከ እዚ እዩ እቲ መቐይሮ ምናልባሽ ኣይበፃሕኩዎን ኣይገበርኩዎን ክኸውን ይኽእል ይኾን እዚኣ ግን መፅሓፍ እያ ካብ ትማሊ ናብ ሎሚ ትብል መፅሓፍ ብዙሓት መንእሰያት ክትቅይራ ንዓይ ካብ ዝበለፀት ፅሕፍተይ ክትከውን እያ ብዙሓት ሰባት ካብ ውድቀታት እሲ ኣትቂሮም ትኽእል መፅሓፈይ ጀሚረ ኣለዉ ብዙሕ ቃላት ሒዛ ኣላ ብርቱዕ ወኒ ሒዛ ኣላ ብርቱዕ ናይ መንእሰይ ድሌት ሒዛ ኣላ ኣነ ዝነበርኩዎ ንኸይህልዎ መንእሰይ ክተተስእ ዝለኣኻ ዘለኹ ተልእኾ ናተይ ኣዚኣ። ሰብ ሎሚ ኣብ ጎኑ ጠጠው ኢሉ ክሕግዞ ከም ዝኽእል ሰብ እውን ንዓይ ክሕግዘኒ ከም ዝኽእል ኣሚነ ካብ ውድቀት ናብ ብርሃን ዝተበገስኩ ሰብ እየ እሞ ኣሕዋት ሓንቲ ግዜ እስኪ ጣቕዑለይ። ምሳኻ ክንቅየር ኢና ከኣ እስኪ በሉኒ። ኣርእዩኒ ትብዓትኩም። ኣለና ኣብ ጎንኻ እስኪ በሉኒ ብሉጻት ኣሕዋት። እሰይ ኣየ ዝደሊ ካባኹም ሓንቲ ኣጆኻ ኣለና ኣብ ጎንኻ። ኣለና ኣለና ኣለና ኣለና
ዝኾነ ብሉፃት ኣሕዋት ሎሚ ኣብዛ ሰዓት ተበጊሰ ኣለኹ ብርቱዕ ብርሃን ክቕየረሉ ትኽእል ኢልኩም ተመዝገቡ ሓንቲ ክብለኩም ከዓ ንብምሉኡ እቲ ትወስድዎ ፍልጠት ኣብ ገዛ ከድኩም በዚኤን ተዘይደጊምኩመን ትርጉም የብሉን ኩሉ እቲ ንመሃሮ ዘለና ኣስቤዛ ኢና ሒዝና ንኸይድ ዘለና ነቲ ስቤዛ ኣብ ገዛና ኣብ ካራን ጣውላን ኣዲስ ትምህርቲ ተዘየቐሚጥናዮም ብግቡእ እንተዘይሰሪሕናዮ ትርጉም የብሉን። ዝተምሃርካዮ ምትግባር ዝበሃል ብርቱዕ ወኒ ሓዝኩ። ንምቕያር ንሕልመይ Yes. ብርቱዕ ወኒ፣ ሎሚ ምብጋስ ኣቢኻ ብርቱዕ ወኒ፣ እንታይ ኢኻ ትደሊ ኣለኻ ብርቱዕ ወኒ፣ ንኽትቅየር ጥራሕሲ ምኽንያት ክህሉ ኣለዎ። ዘለኻዮ ጸሊእኻዮ እንታይ ደሊኻ ሓድሽ ህይወት፣ ምኽንያትካ ሓድሽ ህይወት ተኾይኑ ሎሚ ተበገስ። ብቓላት ዴጉላ Yes. ብድረ ኣለዉ ምሳኹም እየ ነይረ ቴክ ብሉፃት ኣሕዋት ኣብ ዝመፅእ ዓመት ዘይኮነስ ድሕሪ ሓሙሽተ ወርሒ ኣብ ዓወት ፅራሕ ዘይኮነስ ኣብ ዝለዓለ ናይ ዓወት ደረጃ ብፅሐ ክትርኢ ተስፋ ይገብር ቴንኪ ብሉፃት ኣሕዋት እምበኣርከስ ሎሚ ዝነበረና ቪድዮ ነዚ ክትከታተሉ ዝፀናሕኩም ይመስል ነይሩ። ገለ ናይ ብሓቂ ህይወትኩም ንምቕያር ዝኽእለኩም ስንቂ ወሲድኩም ክትኮኑን ናይ ብሓቂ ፍሉይ ዝኾነ ውሳነ ሎሚ ወሲንኩም ድማ ናብ ድሓሸን ናብ ድበለፀን ህይወት ከምትኸዱን ኣይጠራጠርን እየ። ከም ዝጠራእኩሞ ድማ ኣብ ዓሰርተ ሸውዓተ ዙር ተማሃራና ዝነበረ ዩ። ኣሕመድ ሓወይ ብጣዕሚ ኣዝዩ ፍሉይ ዝኾነ ለውጢ ካብ ዝረኣኹሎም ኣዝየ ካብ ዝሕበነሎም ተማሃሮና ኢኻ ኣነ ስለዚ ኸኣ ትዕድል ሎሚ ናባኹም እብል ኣለኹ። ንመበል ዓሰርተ ሸሞንተ ዙር ዝካየድ ሱር በተኻዊ ለውጢ ንኹለንትና ዕቤሰ ሰሜናይ ኦንላይን ስልጠናና ድማ ኣብ ምዝገባ ኢና ዘለና ኦሬዲ እቲ ክላስ ጀሚሩ ኣሎ። ስለዚ ኣሕዋት ንስኹም ድማ ነዚ ጥበብ እዚ ንኽትቀስሙን ናይ ብሓቂ ሂወትኩም ንኽትቅይሩን ድማ ጀባ እብለኩም። ኣብዚ ታሕቲ ዘሎ ናይ ዋትስኣፕ ናምበር ጌርኩም ደውሉልና ኢኹም ተመዝገቡ ሂወትኩም ንምቕያር። ሕጂ ወስኑ ኣብ ዝቅጽል ቪድዮ ክሳብ ንራኸብ ኣብ ክላስ ውን ኣራኽበና ሰናይ ሰላም ኣብ ደለኹሞ።